ፕረዚደንት ኢሲያስ ኣፈወርቂ ሎሚ ዓሰርተ ኣርባዕተ መጋቢት ኣብ ሰዓታት ምሸት ብፕረዚደንት ውድብ ወተሃደራዊ ስፖርት ኣፍሪቃ ኮሎኔል ካብረ ደቪድ ንዝተመርሑ ተሳተፍቲ ሓሙሻይ ዋዕላ ሓፈሻዊ ባይቶ ናይቲ ውድብ ኣብ ኣዳራሽ ደንደን ረኺቡ ሰናይ ትምኒቱ ገሊጽሎም። ኣብቲ ኣጋጣሚ ኮሎኔል ካብረ መንግስቲ ኤርትራ ብሓፈሻ ፕረዚደንት ኢሲያስ ድማ ብፍላይ ሓሙሻይ ዋዕላ ናይቲ ውድብ ብዓወት ንኽካየድ ንዘርኣይዎ ምድግጋፍ ልባዊ ምስጋና ድሕሪ ምቕራብ በዚ ኣብ ኣስመራ ዝተገብረሎም ሓልዮት ዋዕልኦም ብዓወት ብምስልሳል መሪሕነት ናይቲ ውድብ ንምሕዳስ ከም እተኻእለ ኣብሪሆም። ፕረዚደንት ኢሲያስ ኣብ ህዳሰ ኣፍሪቃ ንዘለዎ መትከላዊ መርገጽን ጻዕርን ጠቒሱ፣ ምትሕብባር ኤርትራ ኣብ ምዕዋት ዕማማት ውድቦም ልዑል ተራ ስለ ዝጻወት ብዝለዓለ ክቕጽል ተማሕጺኑ። ኣብቲ ኣጋጣሚ ክልቲኦም ወገናት ህያባት ተለዋዊጦም። እዚ ከምዚ ኢሉ እንከሎ፣ ጠቕላሊ ሓለቓ ስታፍ ሓይልታት ምክልኻል ኤርትራ ጀነራል ፍሊጶስ ወልደዮውሃንስን ኮሚሽነር ባህልን ስፖርትን ኣምባሳደር ዘመደ ተኽለን በብወገኖም ብ ዓሰርተ ሰለስተ መጋቢት ምስ ፕረዚደንት ውድብ ወተሃደራዊ ስፖርት ኣፍሪቃ ኮሎኔል ካብረ ደቪድ ኣብ ምምዕባል ክልተኣዊ ዝምድና ዘተኮረ ርክብ ኣካይዶም።
ብሚኒስተር ጉዳያት ወጻኢ ኣቶ ዑስማን ሳልሕን ኣማኻሪ ፕረዚደንት ኣቶ የማነ ገብረኣብን ዝቖመ ላዕለዋይ ልኡኽ ኤርትራ ኣብ ንግስነት ሞሮኮ ናይ ሰለስተ መዓልታት ናይ ስራሕ ምብጻሕ ይፍጽም ኣሎ። እቲ ልኡኽ ሎሚ ኣብ ከተማ ራባት ምስ ሚኒስተር ጉዳያት ወጻኢ ሳላሓዲን ምዝዋር ኣብ ዝገበሮ ርክብ፣ መልእኽቲ ፕረዚደንት ኢሳያስ ኣፈወርቂ ናብ ንጉስ ሞሮኮ መሓመድ ሻድሻይ ኣብጺሑ። ኣብቲ ርክብ ኣብ ምዕዛዝ ክልተኣዊ ዝምድናን ንኽልቲኤን ሃገራት ዘገድሱ ዞባውን ኣህጉራውን ጉዳያትን ዘተኮረ ዘተ ተኻይዱ። ሚኒስተር ዑስማን ዮሃኖ ንዳግመ ምምላስ ሞሮኮ ናብ ሕብረት ኣፍሪቃን ዕዙዝ ተራኣ ኣብ ኣፍሪቃን ገሊጹ። ሚኒስተር ምዝዋር ብወገኑ፣ ንጽኑዕ ደገፍ ኤርትራ ንሃገሩ ድሕሪ ምምስጋን፣ ምስ ኤርትራ ሽርክነታዊ ምትሕግጋዝን ምሕዝነትን ንምድልዳል ዘሎ ቅሩብነት ኣረጋጊጹ። ላዕለዋይ ልኡኽ ኤርትራ ኣብዚ ናይ ንግስነት ሞሮኮ ዑደቱ፣ ምስ ዝተፈላለዩ ሰበስልጣን'ታ ሃገርን ኣውፈርትን ክዘራረብ ምዃኑ ተፈሊጡ'ሎ።
ኣብ መንጎ ቤት ጽሕፈት ጠቕላሊ ኦዲተር ኤርትራን ማሕበር ላዕለዎት ትካላት ኦዲት ተዛረብቲ ቋንቋ እንግሊዝ ዝኾነ ሃገራት ኣፍሪቃን ክልተኣዊ ምትሕግጋዝ ንምድንፋዕ ዘኽእል ርክብ ኣብ ኣስመራ ተኻይዶም። ኣብቲ ሎሚ ዓሰርተ ኣርባዕተ መጋቢት ዝተኻየደ ርክብ፣ ሓላፊ ቤት ጽሕፈት ጠቕላሊ ኦዲተር ኤርትራ ኣቶ ገረዝግሄር ገብረመድህን ብዛዕባ ሓፈሻዊ ኣሰራርሓ ጠቕላሊ ኦዲተር ኤርትራን በጺሕዎ ዘሎ ደረጃ ምዕባልን ሰፊሕ መብርሂ ሂቦም። ዋና ኣካያዲ ስራሕ ማሕበር ላዕለዎት ትካላት ኦዲት ተዛረብቲ ቋንቋ እንግሊዝ ዝኾና ሃገራት ኣፍሪቃ ደቡብ ኣፍሪቃዊ ሚስተር ቨሰል ፕረተሪስ ብወገኑ ቤት ጽሕፈት ጠቕላሊ ኦዲተር ኤርትራ ሓደ ካብቶም ኣብ ኣፍሪቃ ጽፉፍ ኣሰራርሓ ተኸቲሎም ዝሰርሑ ዘለዉ ትካላት ምዃኑ ብምግላጽ፣ ኤርትራ ከም ንጥፍቲ ኣባል ናይዚ ማሕበር፣ ኣብ ምምዕባል ዓቕሚ ሰብን ካልኦት ዓውድታትን ዝጸንሐ ናይ ስራሕ ሽርክነት ንምድንፋዕ ዘኽእል ባይታ ንምጥጣሕ እቲ ማሕበር ከም ዝተሓጋገዝ ገሊጾም። ኤርትራ ኣብ ዝሓለፈ ዓመት ብዘርኣየቶ ብሉጽ ኣገባባት ኦዲት ማለት ኳሊቲ ኣሹራንስ ናይ ብሉጽ ስራሕ ሽልማት ካብቲ ማሕበር ከም እተቐበለት ዝዝከርዮ። ማሕበር ላዕለዎት ትካላት ኦዲት ተዛረብቲ ቋንቋ እንግሊዝ ዝኾና ሃገራት ኣፍሪቃ ካብ ቴስዓታት ናይ ዝሓለፈ ክፍለ ዘበን ጀሚሩ ኣብ ምድላው ናይ ኦዲት መምርሒ ስራሕ ከምኡውን ዝተፈላለዩ ናይ ኦዲት ስልጠናታት ኣብ ምሃብን ካልእን ክንጥፍ ጸኒሖም ሚስተር ቨሰል ፕረቶሪዩስ ንኤሪና ኣብ ዝሃቦ ቃል ዕላማ ዑደቱ ንኣሰራርሓ ኦዲት ኤርትራ ብቐረባ ንምዕዛብን ንስራሕ ዝምልከት ርክባት ንምክያድን ብመሰረት ጠለባት ቤት ጽሕፈት ድማ ካብ ማሕበር ዝሕተት ንምምላእ ምዃኑ
ኣብ ዞባ ደቡባዊ ቀይሕ ባሕሪ ኣብ እሳተጎመራዊ ባህሪ ዘለዎ ከባቢታት ዝርከባ ዓድታትን ቁሸታትን ናብ ውሑስ ቦታ ንምግዓዝ ክስራሕሉ ምዃኑ ኣመሓዳሪ እቲ ዞባ ኣምባሳደር መሓመድ ስዒድ ማንታይ ሓቢሩ። ምስ ወከልቲ ህዝቢ ዓድታት ሲረሩ፣ ንንድግ፣ ኣሩቢን ቡሪን ኣብ ዋርደ ኣብ ዝገበሮ ርክብ ኣምባሳደር መሓመድ ስዒድ እተን ዝግዕዛ ዓድታትን ቁሸታትን ተጠቀምቲ መሰረታዊ ማሕበራዊ ኣገልግሎት ንክኾና ኣብ ዝካየድ ስራሕ ኣመሓደርቲ ከባቢ፣ ኣነባበርትን ዓበይቲ ዓድን ብዝለዓለ ክሳተፉ ኣተሓሳሲቦም። እቲ ኣከባቢ ንህይወት ሰብን ጥሪትን ኣስጋኢ ምዃኑ ዝገልፅ መፅናዕትታት ስለዘሎ ኣብቲ ከባቢ ዝርከባ ቁሸታት ኣብ ዝመረፅኦ ዘተኣማምን ቦታ ምስ ዝግዕዛ ዘድሊ ደገፍ ምግባር ካብ ቀዳምነታት መደባት ልምዓት ምዃኑ ድማ ኣብሪሆም። ህዝቢ ዓድታት ኣሩቢን ቡሪን ኣብ ቀፃሊ ስክፍታ ካብ ምንባር ካብቲ ከባቢ ተኣልዮም ሻቕሎት ዘይብሉ ርጉእ ህይወት ክመርሑ ከምዝግባእ ዝሓበረ ኣምባሳደር መሓመድ ስዒድ እቲ መደብ ኣብ ዝትግበረሉ ኩሉ ዘድሊ ሓገዛት ከምዝትግበረሎም ኣረጋጊፁ። ተሳተፍቲ ብወገኖም ኣብ ክልተ ሽሕን ዓሰርተ ሓደን ዘጋጠመ እሳተ ጎመራ ኣብ ነበርቲ ዓድታት ማዕባለ፣ ምንዲግን ሲሮርን ዝፈጠሮ ፀገም ብዝግባእ ስለዝርድኡ መንግስቲ ንድሕነቶም ዘውፀኦ መደብ ንምዕዋት ካብኦም ዝሕተት ከማልኡ ምዃኖም ኣረጋጊፆም።
ኣብ ንኡስ ዞባ ሃበሮ ንሓረስቶት ብናፃ ዝተዓደላ ናይ ፀባ ከብቲ ኣብ ፅቡቕ ደረጃ ከምዝርከባን ዘተባብዕ ውፅኢት ከምተረኽበንን ሓላፊ ቁጠባዊ ልምዓት ናይቲ ንኡስ ዞባ ኣቶ ሃብተኣብ ተኽሎም ሓቢሮም። ዕላማ እቲ ብምውህሃድ ምምሕዳር ዞባ ዓንሰባ፣ ሚኒስትሪ ሕርሻን መሻርኽቶምን ዝተገብረ መስርሕ ምዕዳል ተንጥሪት ኣብ መነባብሮ ሓረስቶት ዓይነታዊ ለውጢ ንምምፃእ ምዃኑ ዝሓበረ ኣቶ ሃብተኣብ መምርሒ ብዝእዝዞ መሰረት ናይ ፈለማ ምራኹት ናብ ካልኦት ሓረስቶት ስለ ዝተሰጋገራ ቁፅሪ ወነንቲ ካብ ዕስራን ኣርባዕተን ናብ ሰላሳን ሰለስተን ክብ ከም ዝበለ ኣብሪሁ። ሓረስቶት ኣብ ዝሃብዎ ርኢቶ መንግስቲ ንዝገበረሎም ሓገዝ ድሕሪ ምምስጋን ሚኒስትር ሕርሻ ብዝሃቦም ዘርኢ ኣብ ጀራዲኖም ኣልፋ ኣልፋን ሳዕሪ ሓርማዝን ብምልማዕ ነተን ከብቲ ስለ ዝተኸናኸንወን ኣብ ፅቡቕ ደረጃ ከም ዝርከባ ገሊፆም።
መንእሰያት ንዝቐሰምዎ ሞያታት ብግብራዊ ስራሕ ብምምዕባል ነብሶምን ከባቢኦምን ንምልዋጥ ዘካይድዎ ጻዕሪ ከሐይሉ ሓላፊ ሃማማተ ዞባ ዓንሰባ ኣዘኻኺሩ። መንእሰያት ዛዚ በረኽት ነዚ መዘኻኸሪዚ ዘቕረበ ብሞያ ሕርሻ ሰልጢኖም ኣብ ትካል ዒላበ ርዕድ ስቴት ምስ ዝነጥፉ ዘለዉ ልዕሊ ክልተ ሚእትን ሓምሳን መንእሰያት ኣብ ዝገበሮ ርክብ'ዩ። ብቑዕ ብሞያን ኣካዳምን ዝቐሰመ መንእሰይ ቀላሲ መደባት ልምዓት ከምዝኸውን ዘማትእ ከምዘየለ ጠቒሱ ድማ ንምዕባለ ዝነጥፉሉ ዘለዉ ትካል መሃዝነታዊ ዓቕምታቶም ክፍትሹን ከማዕብሉን ተማሕጺሙ። ሓላፊ ፖለቲካዊ ጉዳያት ህግደፍ ዞባ ዓንሰባ ኣቶ ኣሕመድ ጣህር ብወገኑ፣ ኣብ ንኡስ ዕድሚኦም ብሞያ ኣሰልጢኖም ኣብ ስራሕ ምውፋሮም፣ ኣብ መንእሰያት ንዝግበር ዘሎ ወፍርን ውጽኢቱን ዘርኢ ምዃኑ ጠቒሱ፣ ዝተማህርሉ ዕላማ ኣብ ምዕዋት ኣበርቲዖም ክነጥፉ ተላብዩ።